Evacuate immediately. ሰላም ክቡራት ተኻተልቲ እንቋዕ ብድሓን ናብ ቤኒ ሚድያ መጻኹም ሎማዓልቲ ኣርእስትና ፍልይ ዝበለ እዩ ክኸውን እሱ ኸኣ ምስዚ ናይ እዚ ሕጂ እዋን ዘሎ ኩነታት ኣየር ማለት ሳመር ወዘር ምስ ሳመር ዝመጽእ ክንፈልጦ ዘለና ክንጥንቀቐሉ ዘለና ምኽንያቱ ግዜ ሳመር መሬት ስለ ድሓን ድኸውን መብዛሕትና ትራቨል ንገብር ንንቀሳቐስ ካብ ናብን ዓዲ ንኸይድ ሃይኪን ንኸይድ ናብ ዝተፋለየ ጫካታት ወይ ድማ ፎሬስት ማውንቴንስ እውን ንንቀሳቐስ ኢና መጀመርታ ካናዳ ብግዜ ሳመር ኣዝዩ ምዉቕን ውዑይን ዝኸውን ቴምፕሬቸር ክሳብ ሰላሳን ሓሙሽተን ዲግሪ ሰልሽየስ እዩ ዝበጽሕ። እዚ ማለት ኣዝዩ ምዉቕን ውዑይን ዝኸውን ዳርጋ ሂት ወርኒን እውን ይወጽእ እዩ። በዚ ምኽንያት ኩልኹም ትንቀሳቐሱ ወይ ትራቨል ትገብሩ ቀዳማይ ክትርእይዎ ዘለኩም ኩነታት ኣየር ወይ ድማ ዌዘር ናይቲ ትኸድሉ ዘለኹም ዓዲ ወይ ቦታ እዩ። ምኽንያቱ ፕረዲክሽን ወይ ድማ እንታይ ክኸውን ከም ዝኽእል ግምት ኩነታት ኣየር ይህቡ እዮም። ስለዚ ዝኾነ ሰብ ክገይሽ መደብ እንተ ኣለዎ ካብን ናብን ዓዲ ብፍላይ ናብ ጫካታት ወይ ድማ ጎቦታት ደይቡ ሃይክ ክገብር እንተ ሓሳብ ኣለዎ ሓደ ናይ ፋየር ሃዛርድ ወይ ድማ ሓዊ ወይ ባርዕ ክጅምር ከም ዝኽእል ክፈልጥ ኣለዎ። ካልኣይ ኣብ ዝኾነ ተኾዶ በታ መጀመርታ ዌዘር ፎርካስት፣ ናይቲ ከባቢ እንታይ ዓይነት ኩነታት ኣየር ክህሉ ከም ዝኽእል ኣቐዲምካ ምርኣይ ኣድላዪ ይኸውን። ብዝኾነ ናይ ሎሚ ሰነን ሓምለን ኩነታት ኣየር ከመይ ክኸውን ዝብል ሕቶ፣ ኣብ ካናዳ ኣዝዩ ምዉቕ ዝኾነ ኩነታት ኣየር ከም ዝህሉ ኣቐዲሞም ሓቢሮም ኣለዉ። ስለዚ ኩሉኹም ትራቨል ወይ ድማ ክትንቀሳቐሱ ትሓስቡ ዘለኹም ካብን ናብን ካብ ቦታ ናብ ቦታ ብፍላይ እዚ ባንፊ ድዩ ከምኡውን ገለገለ ፕረሪታት ወይ ድማ ጎቦታት ጫካታት ክትከዱ መደብ ዘለኩም ሓደ በይንኹም ኣይትኹዱ፣ ካልኣይ ኩነታት ኣይረኣዩ፣ ሳልሳይ ጥንቅቕ ኢልኩም ንሃዛርድ ወይ ድማ ዝኾነ እውን ሓደጋ ከጋጥም ስለ ዝኽእል ንዕኡ ከድሕነኩም ዝኽእል መከላኸሊ ንብረት ክትማልኡ ወይ ኣብ ቦርሳኹም ክትገብሩ ብትሕትና ንሓትት። ብመጀመርታ ኩነታት ኣየር ብኸመይ እዮም ገምጋም ዝወስዱ ዝብል ሕቶ ኣሎ። ማለት ዝኾነ ግዜ ውዑይ ወዘር ክኸውን እዩ፣ ድሕሪ ሰሙን ከምዚ ክኸውን እዩ፣ ፅባሕ ድሕሪ ፅባሕ ከምዚ ዓይነት ኩነታት ኣየር ክኸውን እዩ ክብሉ ከለዉ

ኣብ ብዙሓት ፕሮቪንሳት ኣብ ሞኒቶባ፣ The Saskatchewan Commune ካብ ኣብ ኣልበርታ ኣዝዩ ዓቢ ዝኾነ ባርዕ ሓዊ፣ ምልክታት ናይዚ ባርዕ ሓዊ ከኣ ልክዕ ሰማያት ብትኪ ደቢኑ ክትርኢ ከለኻ ባርዕ ኣብ ገለ የጋጥም ከም ዘሎ ኢኻ ትርኢ። በዚ ምኽንያት ከኣ ዝወጽእ ብዙሕ መጠንቀታታት ኣሎ። ገለ ገለ ተቐመጥቲ እውን ካብቲ ዘለዎ ቦታ ከልግሱ ወይ ክእለዩ እርጀንት መጠንቀቕታ ይወጽእ ኣሎ። እዚ ዋይልድ ፋየር እዚ ኣዝዩ ዓብን ሰፊሕን እዩ። ቁጽርታት ከም ዝሕብሮ ሽዱሽተ ሚእትን ዕስራን ሰለስተን ሽሕን ክልተ ሚእትን ስሳን ክልተን ሄክታር ዝኾነ ቦታ ኮምፕሊትሊ ከም ዝነደደን ከም ዝተቓጸለን ዘርኢ ኣዝዩ ሰፊሕ ዝኾነ ቦታ ልክዕ እቲ ባርዕ ጸገሙ ኸኣ እናስፋሕፍሐ ምስቲ ንፋሳት ቅድሚ ክልተ መዓልቲ ከም ዝረኣኹሞ ኣብ ኣልበርታ ወርኒን ወጺኡ ነይሩ ኣብ ሞኒተባውን ወርኒን ወጺኡ ነይሩ ኣዝዩ ሰፊሕ ዝኾነ ንፋስ በቃ ዳርጋ ፍኒስትራ ክነቅል ዝኽእል መኻይን ክንቀሳቐስ ዝኽእል ኣዝዩ ሕማቕ ዝኾነ ንፋስ መፂኡ ነይሩ። በዚ ከዓ ተጠንቀቑ ናይ ተጠንቀቑ ኢመርጀንሲ ሓቢሮም ነይሮም። ብኸመይ ኢመርጀንሲ ይመፅእ ትብል ሕቶ ኣብ ካናዳ ተቕመጡ እኮ ትፈልጥዎ ኢኹም ኢመርጀንሲ ብኸመይ እዮም ዝሕብሩኻ። እዞም ሓደሽቲ ግን ኣብ ቴሌፎንኩም ዎርኒንግ ክመፀኩም እዩ። በዚ ምክንያት ኣብ ዝኾነ ይኹን ቦታ ሃሊኹም ዎርኒን እንተ ደኣ ኣሎ ሓደ ናይ ዌዘር ዝኾነ ሕማቕ ኩነታት ኣየር ወይ ዝኾነ ሃንደበት ቶርኔዶ ድዩ ዝኾነ ኣሰንባዲ ነገር ተጋጢሙ ወርኒን ወጺኡ ናሽናል እዩ ኣብ ኩሉ ዓዲ እዩ ዝወጽእ ሕጂ ኣብ ኣልበርታ ተሎ ኣብ ውሽጢ ኣልበርታ እንድሕር ኮይኑ እቲ ጸገም ኣብ ቴሌፎንካ እርጀንት ወርኒን ኢላ በግበግ ኣትብልን ቴሌፎንካ ኩሉ ትጥቀመሉ ነበርካ ጠጠው ብል ቀጥታ ወርኒን ኣብ ቅድሚ ትወጽእ ዋላ እውን ኣብ እንዳ ሬድዮ ትሰምዕ ተለካ ልክዕ ብሬድዮካ እውን ወርኒን መጽዩ ኤመርጀንሲ ዲስ ኢዝ ወርኒን ከምዚ ከምዚ የጋጥም ኣሎ ክብሉካ ይሕብሩ እዮም ስለዚ ነዞም ዝኾነ ክትቃሳቀሱ መደብ ተለኩም መገሻ ብፍላይ ሕጂ ሳመር ኣይኖ መብዛሕትኹም ንመገሻ ኢኹም ትጓየዩ ዘለኹም እንተኾነ ነዚ መገሻ እዚ ናበይ ትኸዱ ኣለኹም ነቲ ትኸድዎ ዘለኹም ቦታ እንታይ እዩ ዘሎ በሃል ዘሎ ይኖ ወይዘር ኢኻ እቲ ኩነታት ኣየር ኢኻ ትርኢ ሳመር ኮይኑ ማለት ሰላም ኮይኑ ማለት ኣይኮነን ምስ ዊንተር ኣወዳዲርካዮ እወ እንተኾነ ግን ስቲል ሕማቕ ዝኾነ ዋይልድ ፋየር ኣጋጥም ስለ ዘሎ ክትከታተሉ ግዴታ ይኸውን እዚ ዝነድድ ዘሎ ቦታ ተባሂሉ ዘሎ ዕቤቱ ዳርጋ ልዕሊ ፕሪንስ ኤድዋርድ ኣይላንድ ዝኾነ መሬት ይኸውን። ኣዝዩ ሰፊሕ ዝኾነ ባርዕ እዩ። ኣብ ውሽጢ እዚ ዓሰርተ ዓመት ዝይኸውን ዝነበረ ባርዕ ኣብ ሙሉእ ካናዳ ናይ ሎሚ ዓመት እዚ ኣብዛ ወርሒ እዚኣ ዘጋጥም ዘሎ ባርዕ ብ ዓሰርተ ፐርሰንት ይዓቢ። እዚ ክበሃል ከሎ ኣዝዩ ሰፊሕን ዓብን ባርዕ ቀልጢፉ ዝላባዕ ዘሎ ባርዕ ስለ ዝኾነ እዩ። ውጽእ ኢልኩም ኣብ ካብ ኣፍደገኹም ውን ክትርእዩ ትኽእሉ ኢኹም። ሰማያት ደቢኑ ክትርእዩ ኢኹም። እዚ ከኣ ባርዕ ከም ዘሎ ዘርኢ እዩ። ዋላ እኳ ንእሽተይ እንድሕር ደኣ ሰማይ ዝደበነ እንተ ኣለኻ ኣብ ኣዝዩ ርሑቕ ቦታ እንተ ደኣ ኣሎ እቲ ምድባን ጥቓ ገዛኻ ክመጽእ ከሎ ኣበይ ኣሎ ደኣ ባርዕ ኢኻ ትብል። እዚ እትሪእዎ ዘለኹም ካብ ሰማይ ክትሪኦ ከለኻ ዳርጋ መሬት ደቢና ኢኻ ትርኢ እዚ ኸኣ ኣዝዩ ብዙሕ ባርዕ ስለ ዘሎ ብዝኸድካዮ መሬት ደቢና ኢኻ ትርኢ ብዙሓት ተቐመጥቲ ኸኣ እዚ ኣዝዩ ኣሰንባዲ ምዃኑ እዮም ዝገልጹ ዘለዉ እዚ እትሪእዎ ዘለኹም ካብ ሰማያት ዝረኣ ናይ ትኪ እዩ ዝገልጸልኩም ዝጸናሕኩ ዳርጋ ብሰማያት ኴንካ ክትሪኦ ከለኻ ኣዝዩ ብዙሕ ዝኾነ ትኪ ወይ ድማ ባርዕ ከም ዘሎ ኢኻ ትከታተል። እቲ ዝዓበየ ባርዕ ግን ኣብ ሰስካችዋን እዩ ዘሎ። ስለዚ ተቐመጥቲ ሰስካችዋን ጥንቅቕ ትብሉ ማለት ኣብቲ ትቕመጥሉ ከባቢ ዋላ እኳ ተዘይጋጠመ መብዛሕትኡ ግራብ ካብቲ ከተማታት ቅሩብ ውፅእ ዝበለ እዩ ዘሎ። እንተኾነ ግን ካናዳ ኣብ ኣዝዩ ብዙሕ ዝኾነ ኣግራብን ጫካታትን እዩ ዘሎ። ብተፈጥሮና ከዓ ሓበሻ ኣብ ከምዚ ኣግራብ ዘለዎ ፓርክ ዓይነታት ምኻድ ንፈቱ ኢና። እንተኾነ ግን ኣሎ መዘናግዒ ዝብልዎ ፓርክ ኣሎኻ ናሽናል ፓርክ ኣዝዩ ዓቢ ዝኾነ ፓርክ እጅ ኣብ ከምዚ ዓይነት ቦታ ትኸዱ ትዳ ኣለኹም ምጥንቃቕ ኣገዳሲ እዩ ምክንያቱ ባርዕ ክጅምር ቀሊል እዩ ክንደይ ኣሎ ንእሽተይ ስሞክ ላይተር ሓንቲ ላይተር እያ ተድልየካ ነዚ ኩሉ ክጅምሮ ብጣዕሚ ቀልጢፍ እዩ ደስፋሕ ትሪእዎ ኣለኹም እዚ ባርዕ ማለት እዩ ብሰማያት ብኣየራት ገይሮም ከጥፍዎ ይፍትኑ ቀሊል ኣይኮነን ኢዚ ኮነን ዋላ ኣብ ገለገለ ገዛውቲ ልሕዚ ጫፋት ብጫፋጫፍ ዝተሰርሐ ገዛውቲ እዚ ገዛውቲ እዚ ኣብ ሃይ ሪስክ እዩ ዘሎ ንክባላዕ ምክንያቱ ሓደ እቲ ገዛ ብባኮ እዩ ዝስራሕ ብዕንጨይቲ ገለገለ እዩ ዝስራሕ ሶ ቨሪ ፎኪስ ዝኮነ ገዛ እዩ ከም ዝኮነ ሓዊ ትንክፍ ትብላቶ ዳን ኩሉ እዩ ዝቃፀል ሶ በዚ ምክንያት ያ ኢመርጀንሲ ዎርኒን እውን ኣውፅኦም ኣለዉ እዚ ኩሉ ትሪኦ ኣለኹም ብቀይሕ ብቀይሕ ብቀይሕ ትሪኦ ዘለኹም መጠንቀቕታ እዩ ኣበይ ኣበይ ኣሎ ፋየር ኢቫኩዌሽን ዝኾነ ናይ ባርዕ ነገራት ሒዝካ ክንቀሳቀስ ከም ዘይፍቀድ ይገልጹ ኣለዉ። ትሪእዎ ኣለኹም ማዕረ ክንደይ ንሰባት ኢመርጀንሲ ዝተጎድኡ ኣብዚ መጻንሒ ኢሎም ዝገብርሎም ዘለዉ በቃ እቲ ህዝቢ ከጋጥሞ እንታይ ከጋጥሞ ከም ዝኽእል ኣይፈልጥን እዩ ኣብ ተጠንቃቕ እዩ ዘሎ እዚ መይ ሰርቲ ፈርስት ትማሊ ዝወፀ ኢመርጀንሲ እዩ ናይ ሬስኪው ሚሽን ካብ እና ምንቀሳቐሱ ሰባት ከድሕኑ ላዕልን ታሕትን ይብሉ ኣለዉ ስለዚ ደቂ ኤረይ ኣይነው ሳመር እዩ ምንቅስቓስ ትፈትዉ ኢኹም

ሳመር ፅቡቅ እንዲ ኢንጀክት ገብሮ ፅቡቅ እንዲ ኩነታት ኣየር ሪኢኹም ውፁ ዝኾነ ሓደጋ ከጋጥም ከሎ ስለዘይፈለጥካ ኢኻ ትጠፍእ ሶ ናይ ሓዊ ነገር ከዓ ኤርጀንት ክጠፍእ ከጋጥም ስለ ዝኽእል ሓደ ቴሌፎንኩም ፉሊ ቻርጅ ምዃነን ብቴሌፎን ኩሉ ዝኾነ ኢመርጀንሲ ተወፅኡ ሄይ ቴሌፎን ካብ ቢብ ክትብል ሄይ ኢመርጀንሲ ዋይልድ ፋየር ጀሚሩ ኣሎ በዚ በዚ ቦታ ጥንቀቅ በሉ ወይ እሊ በሉ ዝብል ሓበሬታ ሃንደበት ግን ኣብ በረኻ ካምፕ ክትገብሩ ትደልዩ ሰባት ተለኹም ፕሊስ ጥንቁቕ በሉ በይንኹም ኣይትውጽኡ ጀሚዕካ ምኻድ ዝመስልዎ የለን ኦኬ ናይ ሎሚ ሓበሬታ ነዚ ይመስል ኣብ ቀጻሊ ብኻልእ መደብ ክሳብ ንራኸብ ደስ ወድሓንኩም